ብዕሊ ብልጽግና ጀሚሩ ኣሎ ብከባቢ ዓሰርተ ክልተ ሰዓት ዝኾን ናይ ንግሆ ሎሚ ብዕሊ ብምዕራብ ትግራይ ውግእ ጀሚሩ ኣሎ ሸረሪና ከባቢ ማለት እዩ እዋናዊ መግለጺ መንግስቲ ትግራይ ብሔራዊ ክልላዊ መንግስቲ ትግራይ ንዲፕሎማቲክ ማሕበረሰብን ዓለም ለኸ መዳርግትን ኣብ ዝፀሓፎ ህፁፅ መዘኻኸሪ ደብዳበ መንግስቲ ፌደራል ዝኸዶ ዘሎ ሰላም ሰላም ከመይ ትጸንሑ ክቡራት ተኸታተልቲ ንኹልኹም ኤርትራውያንን ተጋሩን ኣሕዋትና በብዘለኹምዎ ሰላምን ራህዋን እንዳተመነኹልኩም ሎማዕ እንት ድማ ኣብ ማሕበራዊ ሚድያ ክዘወሩ ዝወዓሉ ህልው ኩነታት ሒዘልኹም ቃሪበ ኣለኹ ክቡራት ተኸታተልቲ ካብኣቶም ድማ ሎሚ መዘራረቢ ኮይኑ ካብ ዝወዓለ ሰራዊት ኤርትራ ብኦሞ ሓጀር ፊሕ መጥቃዕቲ ጀሚሩ ከም ዝወዓለ ተሰሚዑ ኣሎ ክቡራት ተኸታተልቲ ካብ ብተወሳኺ ድማ ትግራይ ወይ ድማ ቲዲኤፍ ድሮናት ተዓጢቖም ዝብል እውን ዝተፈላለዩ ዜናታት እንዳተዘዋወሩ ውዒሎም እዮም ንሶም እውን ብሓደ ኮይና ክንሪኦም ኢና ካብ ተወሳኻል ድማ ምስ ዘሎ ህሉ ኩነታት መንግስቲ ትግራይ እውን እዋናዊ መግለፂ ከም ዝሃበን ንዓለም ሙሉእ ድማ ፃውዒት ከም ዘቕረበን ተሰሚዑ ኣሎ ንሱ ከ እንታይ እዩ ዝብል ነገር ኮይና ክንሪኦ ኢና ክቡራት ተኸታተልቲ እዚኦም እነዚኦም ዝኣመሳሰሉ ካልኦት ሓበሬታታት እውን ሒዘልኩም ቃሪበ ኣለኹ ቅድሚ ቪድዮ ምጅማርና ግን ላይክን ሰብስክራይብን ምግባር ከይትርስዑ ክቡራት ተኸታተልቲ እዚ ብምባል ናብ ዝቕፅል ሓበሬታና ንቐፅል ሰዓት ዓሰርተ ሓደ ኣርብዓን ሓሙሽተን ደቒቓ ብኸበድቲ መዳፍዕ ኣብ ልዕሊ ሓይልታት ምክልኻል ሰራዊት ትግራይ ኣብ ሸረሪና ግንባር ኣብ ምዕራብ ብኸበድቲ መዳፍዕ ክድብድብ ፀኒሑ ኣሎ እዚ ደብዳብ እዙይ ሓይልታት ምክልኻል ትግራይ ብትዕግስትን ብፅሞናን እዩ ክከታተሎ ፀኒሑ ሕዚ ስኬል ኣብ ብምግባር ናይ እግረኛ ምንቅስቃስ እውን ጀሚሩ ኣሎ እቲ ካሊእ ብድሮን ቅድሚ ዕስራ ደቃይቅ ኣካባቢታት ይኸውን ክልተ ድሮናት ኣብ ልዕሊ ሰራዊትና ይትኩሳ ከም ዘለዋ እቲ ሓደ ህዝብና ክፈልጦ ዘለዎ ከምኡ እውን ዓለም ክትፈልጦ ዘለዋ ጉዳይ ስለ ዝኾነ እዚ ከም ሓደ ሓበሬታ ክውሰድ ኣለዎ ዝብል እምነት ኣለኒ እቲ ካሊእ ሐዚ ድሒሩ ቅድሚ ዓሰርተ ክልተን ናብ ከባቢ ዓሰርተ ክልተን ፈረቓን ኣቢሉ ድማ ናብ ኣንፈት ኦም ሓጀር ኣቢሉ ከባቢ ኣርባዕተ ናይ ሚእትን ዕስራን መዳፍዕ ናብ ሰራዊት ኤርትራ ገጥ ተኩሱ ኣሎ ሐዚ ውን ይቅፅለሉ ድዩ ዘለ በየ ግዚኡ እናመፀና ኣብዴት ክንገባበር ኢና ክሳብቲ ኢንተርኔት ዘይዓፅዩወን ሐዱሽ ቦዙይ ብደው እንትዘይመፅዩን ንሱታት ክህሉ እዩ ክሳብ ሐዚ ግን እቲ ክፍክሮን ክገዓሮን ዝፀንሐ ናይ ሰላም እማመ፣ ናይ ሰላም መንገዲ ተሓሲሙ ናብቲ ኣጽናቲ ህዝቢ ትግራይ ንምብራስ ከምኡ እውን ጎረባብቲ ሃገራት ንምውራር ዘበገሶ ናይ ጥፍኣት መንገዲ ኣትዮ ኣሎ። ሎማዕንቲ ጀሚርዎ ኣሎ ብዕላዊ መንገዲ ትማሊ ኣብ ናይ ኣምሓራ ሚድያ ቐሪቡ ደላይ ሰላም ክመስል ደላይ ርግዓትን ናይ ኢትዮጵያ ህልውና ክቕፅል ከም ብምቕፃል ድማ ክቡራት ተኸታተልቲ ትግራይ ወይ ድማ ቲዲኤፍ ድሮናት ወይ ድማ ናይ ድሮን መጥቃዕትታት ከም ዝገብሩ ኣለውን ድሮን እውን ከም ዝተዓጠቑ ዝተፈላለዩ ሓበሬታታት ይወፁ ኣለዉ እስከ ሰብሪና የምንመለስ ድሮን ከም ተጥቅዕ ድሮን መስዋእትነት ከም እተኽፍል ዝፈልጥ ተን ድሮን ከመይ ጌርካ ከም ዝወርዳ እውን ዝፈልጥ እዩ ድሮን ምስ መፃ ፀረ ድሮን ምስ ጀመረ ድሮን ናህና እውን ምኻድ ምስ ጀመራ ናይ ድሮን ውቅዒት ኣይፈልጥዎን ገና እዮም ሕዚ እዮም ጀሚሮም ሕዚ እዮም ጀሚሮም ተሄድማ ዝመፀ ሽዑ እዩ ንመጀመርያ ግዜ ኣብ ድሮን ዝውቅዕ ዘሎ ናይ ኢትዮጵያ ሰራዊት ቀልደ ይኮነ እንደልናኩም ከምቲ ማለ ይኮንና እንደልናኩም ከምቲ ማለ ይኮንናን ኢሎም ክጀሃሩ ከለው ከምቲ ማለ ይኮነን ሰራዊት ትግራይ እውን ኢሉ

በድሮን የተቀጠቀጠበት ለመጀመሪያ ጊዜ በድሮን የተቀጠቀጠበት ኦገስት አንድ ነው ይመዘገባል ማለት ነው። ሌላ ስርዓት ብልጽግና ሓምለ 25/2018 ኣብ ልዕሊ ኣብ ዕለታዊ ስርሑ ዝነበረ ሰራዊት ትግራይ ኣርሚ ሰብዓ ብድሮን ሚሳኤል ታንክታትን እግረኛ ሰራዊትን ዝተሓገዘ መጥቃዕቲ ምፍጻሙ ፍልፍላት ዝሓበሩ ኮይኖም ሰራዊት ብልጽግና ኣብ ልዕሊ ኣብ ሸረሪና ዝነበረ ሰራዊት ትግራይ ብከቢድ ብረት ድሮንን ታንክታትን መጥቃዕቲ ከፊቱ ኣብ ከባቢ ምሳ ሰዓት ድማ ብእግረኛ እውን ዝተሓገዘ ውግእ ከም ዘካየደ ዝበጽሓና ጥሉል ሓበሬታ ኣመላኺቱ። ሰራዊት ትግራይ ድማ ንሰዓታት ብትዕግስቲ መልሲ እንተይሃበ ብምጽናሕ ድሕሪ ሰዓታት ግን መልሲ ክህብ ጀሚሩ ንመድፍዕ ብመድፍዕ ንታንኪ ብታንኪ ንድሮን ድማ ብድሮን ንእግረኛ እውን ብእግረኛ መልሲ ምሃብ ምስ ጀመረ ሰራዊት ብልጽግና ከም ቆጽሊ ክረግፍን ክሃድምን ከም ዝጀመረ እዮም ፍልፍላትና ሓቢሮም። ብፍላይ ሰራዊት ትግራይ ዝተጠቐመለን ድሮናት ኣብ ልዕሊ ሰራዊት ብልጽግና ከቢድ ክሳራ ከም ዘውረዳን ብዙሓት ኣሽሓት ምዉታትን ቁስላትን ከም ዝገበራን እዩ ተገሊጹ። ነዚ ስዒቡ ኣብ ምዕራብ ትግራይ ዝነበሩ ተስፋሕፋሕቲ ህድማ ንጎንደር ከም ዝጀመሩን በዚ እውን ካብ ሑመራ ናብ ጎንደር ኣብ ዝግበር ህድማ ዋጋ ትራንስፖርት ዓሰርተ ሽሕ ከም ዝበጽሐ ዝረኸብናዮ ሓበሬታ ኣመላኺቱ። ህድማ ሰራዊቱ ክኣሊ ዘይከኣለ ዓቕሉ ዝጸበቦ ብልጽግና ድማ ናይ ህዝቢ መጓዓዝያ መኻይን ኩለን ስራሕ ጠጠው ከብላ ክሳብ ምእዛዝ ከም ዝበጽሐ ንምፍላጥ ተኻኢሉ ኣሎ።

ሰላም ከመይ ትውዕሉ ከመይ ተምስዩ ክቡራት ተኸታተልቲ ሳተላይት ቴሌቭዥን ኣሰና ብማሕበራዊ መራኸቢታት ከምኡ ድማ ኣብ ሳተላይት ቴሌቭዥን ትከታተሉና ዘለኹም እንኳዕ ደሓን መፃእኩም ኣብዚ ናይ ሕጂ ትሕዝቶና ኣብ እዋናዊ ሓበሬታታት ዘተኮረ መደብ ኢና ከነቕርብ። ከም ትርእይዎ ዘለኹም ቅድሚ ኩሉ ብልጽግና ሎሚ ወጋሕታ ሃንደበት ኩናት ድሕሪ ምውልዑ እቲ ኣብ ባይታ ዝወዓለ ኩነታት እንታይ ከም ዝመስል ዝበጽሓና ኣፈናዊ ጸብጻብ ኣሎ ንዕኡ ከነካፍለኩም ኢና ክሳብ እቲ ወግዓዊ ሓበሬታ ብዝወሃብ ማለት እዩ በቶም ዝምልከቶም እዚ ካብ ባይታ ዝረኸብናዮ ዋናዊ ሓበሬታ ከነቕርብ ኢና ምስዚ ተኣሳሲሩ ብኻሊእ ሸነኽ ካብ ምንጭታት ዝረኸብናዮ ካብቲ ናይ መስመር ፀላኢ ማለት እዩ ዝተረኽበ ሓበሬታ ኣስዒብና እቲ መራሒ ብልፅግና ኣብዪ ኣሕመድ ትማሊ ዝጀመሮ ሎሚ እውን ዝቕፅሎ ዘሎ ቃለ መሕተት መሰነይታ ናይቲ ኩናት ዳርጋ ነቲ ውጥን ኩናት በዚ ፅውፅዋይ በዚ ቃለ መሕተት ኣቢሉ ኣንፈት ዝህበሉ መንገዲ ምዃኑ ዘመልክቱ ሓደ ሓደ ጉዳያት እውን ከነልዕል ኢና ኣብ መወዳእታ እቶም ትማሊ ኩናት ደንጊኻ ምጅማር ኢሎም ዝጉስጉስዎ ዝነበሩ ዝልምንዎ ዝነበሩ ባንዳታት ትግራይ በዓል ጌታቸው ረዳ ብርሃን በላይ ሎሚ እቲ ነቲ ኩናት ባዕላቶም ጀሚሮም ማለት እዩ ምስ ብልፅግና ተሓባቢሮም ሕጂ ደለይቲ ሰላም ክመስሉ ከም ጠበቃታት ናይ ህዝቢ ትግራይ ሓለይቲ ናይ ህዝቢ ትግራይ ሕሉፍ ሓሊፉ ጌታቸው ረዳ ኣማኻሪ ናይ ሰራዊት ትግራይ ተመሲሉ ዘውፅኦ መልእኽታት ኣሎ ናይ ክልቲኡ ብኣብነት ክንጠቅስ ኢና ስለዚ ነዚ ዝኣመሰሉ ትሕዝቶታት ክህልውና እዮም ድሕሪ ዝሓፃር መሰጋገሪት ክምለሰኩም እየ ከምዚ ትሪእዎ ዘለኹም ኣብ ሸረሪና ጉድሪኢና ዝበሃለሉ ጉዳይ እዩ ውዒሉ ስለዚ ኣብኡ ቁሩብ እቲ ኣፈናዊ ፀብፃብ ክትምልከትዎ ኢኹም ናብ ካልኦት ኣባጽሕዎ ሼር ላይክ በልዎ ኢኹም የቐንየልና ክቡራት ተኸታተልቲ ራይ ብቐጥታ ናብ ትሕዝቶና ክንኣቱ ክቡራት ተኸታተልቲ በቲ ቀዳማይ ትሕዝቶ ኣፈናዊ ጸብጻብ ዝበልናያ ብኡ ክንጅምር ኣብቲ ብልፅግና ሎሚ ወጋሕታ ሓደ ነሓሰ ኣብ ምዕራብ ትግራይ ከባቢ ሸረሪና ዝኸፈቶ ቅሉዕ ኩናት ሓሙሽተን ፈረቓን ወጋሕታ ተራእዩ ብዘይፈልጥ ዝተዋሃሃደ ናይ መሬት ናይ ሰማይ ናይ ከቢድ ብረት ናይ ድሮናት ናይ ነፈርቲ ፅዑቕ ደብዳብ ገይሩ እዩ ጀሚርዎ ድሕሪ ሰዓት ሽዱሽተ ንግሆ ኣጋር ኣኸቲሉ ኣብ ዘካየዶ መጥቃዕቲ ፈለማ ሃንደበትነት እኳ ተነብሮ እቲ ምጅማር ናይቲ መጥቃዕቲ ኣብ ውሽጢ ሓፂር እዋን ኣብ ውሽጢ ፍርቂ ሰዓት እቲ ኩነታት ተቐይሩ ናብ ተራእዩ ዘይፈልጥ ፍፁም ስዕረት ሰራዊት ብልፅግና ከም ዝተቐየረ እዩ እቲ ሓበሬታ ዘረድእ ኣብ ማዓስከር ሸረሪና ዝፀንሐ ሰራዊት ትግራይ ነቲ ናይ መጀመርያ መጥቃዕቲ ድሕሪ ኣብቲ ዕርድታቱ ኮይኑ ምክልኻል ብፀረ መጥቃዕቲ ቆራሪፁ ደምሳሲ ዝኾነ ስጉምቲ ከም ዝወሰደሉ ንሰራዊት ብልፅግና ፍፁም ከም ዝበታተኖ ሬሳታት ናይ ብልፅግና ዘልዕሎ ስኢኑ ከተማ ሑመራ ብውግኣት ኣዕለቕሊቓ ናብ ጎንደር ብዝተፈላለዩ ተሽከርከርቲ ናብ ጎንደር ናብ ካልእ ከባቢታት ናይቲ እሳቶም ዝቆፃፅርዎ ክልል ናይ ኣምሓራ ማለት እዩ ምስኡ ዝጎራበት ምስቲ ሕሞራ ናብኡ ክጓርትዎም ከም ዝወዓሉ እዩ እቲ ሓበሬታ ኣዘረድእ ኣብ መሰረት እቲ ሓበሬታ ብልፅግና ባዕሉ ዝጀመሮ ኩናት ተራእዩ ዘይፈልጥ ከቢድ ስዕረት ከምቲ ተራእዩ ዘይፈልጥ ደብዳብ ገይሩ ዝበልናዮ ልክዕ እቲ ስዕረት ከዓ ብኡ መጠን ተራእዩ ዘይፈልጥ ኣዝዩ ከቢድ ስዕረት ከም ዝነበረ እዩ እቲ ሓበሬታ ዘረድእ ኣብ መወዳእታ ሰዓት ኣርባዕተ ድሕሪ ቀትሪ እቲ ኩናት ዘፍ ከም ዝበለ እዩ እቲ ሓበሬታ ዘረድእ እዚ ኩሉ በቲ ሰዓታት ንጠቕሶ ዘለና ብናይ ፈረንጂ ዝኸውን ዘሎ ማለት እዩ ማለት ቤት ናይ ግእዝ ናይ ኣይኮነን በቲ ሎካል ታይም ኣይኮነን ብዝኾነ እቲ ውዕሎ ነዚ ይመስል ከም ዝነበረ ፀብፃብ ቅርቡ ኮኑ ምናልባት እንተዘይኮይኑ ግን ፍፁም ስዕረት ናይ ስርዓት ብልፅግና ከም ዝነበረ ባዕሉ ኣብ ዝወልዖ ሓዊ ተጠቢሱ ከም ዝወዓለ እዩ እቲ ሓበሬታ ዘርድእ ብካልእ ወገን ካብ መስመር ፀላኢ ዝተረኽበ ሓበሬታ ከም ዘመልክቶ ስርዓት ብልፅግና ሎሚ ቀትሪ ማለት ምስቲ ኩናት ተተሓሒዙ ኣብቲ ካብ ሑሞራ ሱሳ ኪሎ ሜተር ርሒቑ ዝርከብ ትርካን ዝተባህለ መዓርፎ ነፈርቲ ናይ ሑሞራ ብብዝሒ ሰራዊት ብወተሃደራዊ ናይ ጽዕነት ነፈርቲ ብምምጻእ ካብ ሑሞራ ሱሳን ሸሞንተን ኪሎ ሜተር ርሒቓ ኣብ ትርከብ ባዕከር ዝተባህለት ቦታ ናብኡታት ከም ዝወሰዶም ኣብኡ ይእግሮም። ብምቕጻል ድማ ክቡራት ተኸታተልቲ ኣብ ግንባር ሸሬሪና ብዝነበረ ውግእ ቲዲኤፍ ድሮናት ከም ዝማረኹን ከም ዝሓዙን ተሰሚዑ ነይሩ እሱ እውን ብምስሊ ተረጋጊፁ ኣሎ እስከ እቲ ምስሊ ሪእናዮ ንመለስ።
ብስኩት ይበሃል እዚ ኢለ እዚ ብስኩት እዩ መዓንቶ ትሪእዎ ነበርኩም ኣጋጣሚ ስቃላ ይበሃል እዚ ከዓ ብስኩታት ትሪእዎ ኣለኹም እቲ ስቃላ እዚ ከዓ ለምፃናዮ እቲ ብስኩት መባልዕቲ እዩ ኣብዚ እውን ያሱ ኢልኩም መወዳእታ የብሉን ታድሽካና እውን ኣብኡ እኒኣ ተኣሲራ ታድሽካና እውን እኒኣ ኣብ ቲሸርት እውን ኣብዚኣ እኒኣ ትሪእዋ ኣለኹም መንፀፎም ልፍትልዮ ፍርናሽ እውን እኮ እዚኣ ፍርናሽ ለብዝኛ ይባል ኣላ እዋ ፍርናሽ እውን ኣብዚኣ እኒኣ ኩሉ ኩሎም ማሊኦምና እዮም ኩሉ ብጣዕሚ ካብ ልገርመኩም ኩሉ ዝተማልእ ነገር እዩ እና ብጣዕሚ ካብ ልገርም ሲ ልገርም ነገር ካብ ልገርም ነገር ማለት እዩ እዚ ብስኩት እዚ ገዲፎም ምኻዶም እየቃ እዚ ትሪእዎ ኣለኹም እዚ

ለትግራይ ወታደራዊ መሪዎች ደግሞ ጥሪ አቅርበዋል። በትላንትናው ዕለት ሐምሌ 25 2018 ዓ ም በሱዳን አዋሳኝ ድንበር የተጀመረው የሸረሪና ውጊያ አዲስ ክስተት ማስተናገዱን የተሰማው ኣብዚ ሕጂ ህላዊን ድሕነቱ ናብ ምርጋፅ መኸተ ህዝቢ ትግራይ ሰራዊቱ ከም ዝዕወት ዘጠራጥር ኣይኮነን። ከምቲ ዝበልናዮ እቲ ኩነታት ዝተፈለየ እዩ ካብቲ ናይ ቀዳማይ ኣብዚ ስርዓት ብልፅግና ንትግራይ ንምብርካኽ ጊላ መስፋሕፍሒ ስርዓቱ ንምግባር ሓደ ንልኡላውነት ኤርትራ ግሂሱ ቀይሕ ባሕሪ ንምቁፃር ከምቲ ባዕሉ ሰለስተ ዓመትን ገለን ክእውጆ ዝፀንሐ ብቐንዱ ንህዝቢ ትግራይ ንምንብርካኽ ከም ዝበልናዮ መጋበርያ ናይ ስርዓቱ ንክገብሮ ንዝደልዮ ናይ መስፋሕፍሒ ዕላማታት ብቐንዱ ድማ ኣብ ሱዳን ናይ ወፃኢ ኣጀንዳታት እውን ንምምላእ ኢሉ እቲ ኣብኡ ዘሎ ኩናት ሕድሕድ ብቐፃሊ ጠጠው ከይበለ ክቕፅል ዝገብሮ ዘሎ ምንቅስቃስ ስለ ዘሎ ኩላቶም እዞም ኣብ ዞባ ዘለዉ ሃገራት ህዝቢ ትግራይ ብቐንዱ ህዝቢ ኤርትራ ይኹን ህዝቢ ሱዳን ንድሕነቶም ንህላዊኦም ዝገብርዎ ምንቅስቃስ እዩ እቲ ምሕዝነት ድሮ ተመስሪቱ ስለ ዝፀንሐ በቲ ጀሚሮሞ ዝፀንሑ ምሕዝነት ክቕፅሉ ምፅንሖም እዚ ኣብዚ ደረጃ እውን በፂሑ ምህላው እቲ ኩነታት ኣብ ግምት ኣቲኻ ብልፅግና ነቲ ባዕሉ በቲ ባዕሉ ዝወልዖ ሓዊ ክጠፍእ ምዃኑ ዘጠራጥር ኣይኮነን ብዓወቶም ከም ዝዛዘምቲ ኩነታት ፍሉጥ እዩ ብምቕፃል ድማ ክቡራት ተኸታተልቲ መንግስቲ ትግራይ ምስ ዘሎ ህሉ ኩነታት ዝሃቦ እዋናዊ መግለፂ ሰሚዕና ንመለስ። ውግእ ከፊትልና ኣሎ። ስለ ዝኾነ ኣብ ውሽጥን ወፃእን እትነብር ህዝቢ ትግራይ ኩልኹም ሓይልታት ፀፅታ ትግራይ፣ ብሄራውያን ሓይልታትን ተቓለስትን ትግራይ፣ ሲቪል ማሕበራት ትግራይ፣ ትካላት ሃይማኖት ትግራይን ካልኦት ዝምልከተኩም ኣካላትን ብሄራዊ ህልውናና ንምርግጋፅ ኣብ ዝካየድ ፍትሓዊ ቃልሲ ዘበት ንብሄራዊ ብርሰት ኢልኩም ሎሚ እውን ከም ትማሊ መስተንክራዊ ታሪኽ ንምስራሕ ክትዳለው እናጸዋዕና እቲ ተጀሚሩ ዘሎ ዳግም ወራርን ጽንተትን ዝምልከቶ ምዕባለታት በብእዋኑ ብዝምልከቶም ኣካላት ዘድሊ መብርህን መግለጽን ዝወሃብ ምዃኑ ክነፍልጥ ንሕብር። በዚ ኣጋጣሚ ድማ ህዝብና ግቡእ ጥንቃቐ ንኽትገብር ነተሓሳስብ። ማሕበረሰብ ዓለም ጆኖሳይዳውን ውልቀ መላኽን ስርዓት ብልጽግና ኣብዚ ዞባ ወሊዕዎ ብዘሎ ኹናት ከስዕቦ ዝኽእል መዘዝን ግንዛበን ክወስዱ ይግባእ ኢሉ ብሄራዊ ክልላዊ መንግስቲ ትግራይ 25 ሓምለ 2018 ዓ ም መቐለ

ዕሸል በሻሻ ልቢ እንተልይዎ ነዛ ሕጂ ዝብላ ኣነጺሩ ይስማዓያ ሎሚ ኣብ ፕሮሳተይ ኩናት የለን ትብል ኣይጸሓፍኩን ዘለኹ ንምንታይ እንዳ ጠንቋላይ ኬድኩም ኣፍትሕዎ።
እዋናዊ መግለጺ መንግስቲ ትግራይ ብሄራዊ ክልላዊ መንግስቲ ትግራይ ንዲፕሎማቲክ ማሕበረሰብን ዓለምለኸ መዳርግትን ኣብ ጸሓፎ ህጹጽ መዘኻኸሪ ደብዳበ፣ መንግስቲ ፌደራል ዝኸዶ ዘሎ ሓላፍነት ዝጎደሎ ወታደራዊ ምንቅስቓስን ንኩነታት ዘበኣስን ሓደገኛ መገዲ ምዃኑ ብምግላጽ፣ ዓለም ለኸ ማሕበረሰብ ብቐረባ ክዕዘቦን ክግምግሞን ጸዊዑ'ዩ። ደቂ ዓበይቲ እዚ ዜና ኣይኮነን እዚ ዕድል እዩ ብሓሙሽተ ሚእቲ ቅርሺ ጥራሕ ናብዚ ኣካውንት እዚ እናእተኹም ተዓወትቲ ኤሌክትሪክ ሞተርን ካሊእን ይኹኑ ሰናይ ዕድል። ስርዓት ብልፅግና ድሕሪ ስምምዕ ምቁራፅ ተፃብኦ እውን እንተኾነ ካብ ናይ ጥፍኣት ፖሊሲኡ ከምዘይተቖጠበ ዝሓበረ እቲ መግለፂ ዕስራን ሓሙሽተን ሓምለ ብወገን ምዕራብ ትግራይ ሸረሪና ወታደራዊ መጥቃዕቲ ብምኽፋት ነቲ ዘሎ ኩነታት ናብ ዝኸፍኣ ደረጃ ኣሸጋጊርዎ'ሎ ይብል። በዚ ምኽንያት ኣብ ውሽጥን ወጻእን ዝነበር ህዝቢ ትግራይን ሓይልታት ጸጥታን ፖለቲካዊ ውድባትን ንቲ ወፍሪ ጽንተት ብሓድነትን ጽንዓትን ክምክቱ ጻውዒት ኣቕሪቡ'ዩ። ማሕበረሰብ ዓለም'ውን ነዚ ሓደገኛ ኩነታት ብቕርበት ክከታተሎ ኣብቲ መግለጺ ሓቢሩ'ዩ። ኣብ መወዳእታ ድማ ክቡራት ተኸታተልቲ ሰራዊት ኤርትራ ሰፊሕ መጥቃዕቲ ጀሚሩ ኣሎ ይብለና ኣሎ ሓውና ማለት እዩ። እስከ እቲ ሓበሬታ ሙሉእ ሰሚዕና ንመለስ። ብዕሊ ብልጽግና ጀሚሩ ኣሎ። ብከባቢ ዓሰርተ ክልተ ሰዓት ዝኾን ናይ ንግሆ ሎሚ ብዕሊ ብምዕራብ ትግራይ ውግእ ጀሚሩ ኣሎ ሸረሪና ከባቢ ማለት እዩ ብልጽግና ወዮ ዳ ዓቕሚ ስኢኑ እምበር ክሳብ ሕዚ እውን ኣይምፀንሐን ብዝኾነ ምድለዋ ጀኖሳይድ ንምፍፃም ውግእ ጀሚሩ ኣሎ ረዲኦኽምኒ ንሕና ከም ተጠቀምቲ ሚድያ ወይ ደሞ ኣብ ዘለና ሃሊና እንታይ ንሰርሕ ዝብል ከዓኒ ሕጂ ኣብ ጎድኒ ህዝብና ደው ምባል እያ ስቶፕ ጆኖሳይድ ኦን ትግራይ ምባል እያ ካሊእ ዋላ ሓንቲ ስፔሻሊ ኣብ ሚድያ ሰባት ዘለና ኣብ ካልእ ኣብ ካልእ ዘለኹም ሰባት በቃ ኣብ ዝተፈላለየ ዘለኹም ሕዚ ካሊእ ተቃውምኹም ገዲፍኩም ግደፉ እዛ መዓልቲ እዚኣ ክትሓልፍ ስለ ዝኾነት ማለት እዩ ስቶፕ ጆኖሳይድ ኦን ትግራይ ንበል ዘበት ንብሄራዊ ፅንተት ንበል ደቂ ዓበይቲ እዛ ግዜ እዚኣ ክትሓልፍ እያ
ክነግረኩም ስለዚ ኩላኻ ናብ ውነኻ ተመሊስካ ብሙላእኻ ናብ ውነኻ ተመሊስካ ህዝብ ትግራይ ዳግም ዳግም ጆኖሳይድ ኣይፍጽመሉን ኢልካ ደው ተትብላ ጉድኒ ህዝብካ ብጣዕሚ ዘሐሸ እዩ ኣብይ መሓመድ እንተኽኢሉ ኣብይ መሓመድ ተኽኢሉ ንህዝቢ ትግራይ መሬቱ እምበር ህዝቢ ትግራይ ኣይደልዮን እዩ። ፈታዊኻ ክኾነ ይኽእልን እዩ ዓቕሚ ስለ ዝሳነ ጥራይ። ስለዚ ሎማዓንቲ ናይ ሞቱን ንሽሮቱን ኦረዲ ጀሚርዎ ኣሎ ኣጀመሮ ፀንሒ እዩ ተናተንኮሰ ፀንሒ እዩ ሎማዓንቲ ግን ብዕሊ ጀሚርዎ ኣሎ ያ ጀሚርዎ ኣሎ ያ ስለዚ ኩላና ኣብ ጎድኒ ህዝብና ንኹን ኣብ ጎድኒ ሰራዊትና ንኹን ሰራዊትና ንሓግዝ ብዝተፈላለየ መልክዕ ክንሕግዝ ንኽእል ኢና ያ ስለዚ ትግራይ ትስዕር ትግራይ ፎር ኢቨር ባርከስ ክቡራት ተኸታተልቲ እሎም ዝበልክዎም መደባት ነዚ ይመስሉ ነይሮም ብቀጻሊ ብዝተፋለየ ሓበሬታ እስካዕ ንራከብ ላይክን ሰብስክራይብ እንዳገበርኩም ብቀጻሊ እስካዕ ንራከብ ሰላም ኩኑ።